ኦሪት ዘፍጥረት ምዕራፍ ሓደ ኣምላኽ መጀመርያ ሰማይን ምድርን ፈጠረ ምድሪ ድማ በረኻን ጥራያን ነበረት፣ ጸልማት ከኣ ኣብ ልዕሊ መዓሙቕ ነበረ። መንፈስ ኣምላኽ ድማ ኣብ ልዕሊ ማያት ይዝንቢ ነበረ፣ ኣምላኽ ከኣ ብርሃን ይኹን በለ፣ ብርሃን ድማ ኾነ። ኣምላኽ ድማ እቲ ብርሃን ጽቡቕ ከም ዝኾነ ረኣየ፣ ኣምላኽ ከኣ ነቲ ብርሃን ካብ ጸልማት ፈለዮ። ኣምላኽ ነቲ ብርሃን መዓልቲ ኣውጽኣሉ፣ ነቲ ጸልማት ከኣ ለይቲ ኣውጽኣሉ። ምሸት ኮነ ብርሃት ውን ኮነ ሓንቲ መዓልቲ። ኣምላኽ ድማ ንሰማያት ካብ ማያት ዝፈሊ ጠፈር ኣብ መንጎ ማያት ይኹን በለ። ኣምላኽ ነቲ ጠፈር ገበሮ፣ ነቲ ኣብ ትሕቲ ጠፈር ዘሎ ማያት ድማ ካብቲ ኣብ ልዕሊ ጠፈር ዘሎ ማያት ፈለዮ። ከምኡውን ኰነ። ኣምላኽ ከኣ ነቲ ጠፈር ሰማይ ኣውጽኣሉ። ምሸት ኰነ፣ ብጊሓትውን ኰነ፣ ካልኣይቲ መዓልቲ። ኣምላኽ ድማ ነቲ ንቑጽ ምእንቲ ክርኣስ፣ እቲ ኣብ ትሕቲ ሰማይ ዘሎ ማያት ናብ ሓንቲ ቦታ ይተኣከብ በለ፣ ከምኡ ድማ ኰነ። ኣምላኽ ከኣ ነቲ ንቑጽ ምድሪ ኣውጽኣሉ፣ ነቲ እኩብ ማያት ድማ ባሕሪ ኣውጽኣሉ። ኣምላኽ ከኣ ጽቡቕ ከም ዝዀነ ረኣየ፣ ኣምላኽ ድማ፣ እታ ምድሪ ሳዕርን ዘርኢን ዝህብ ብቑልን ዘርኡ ኣብ ርእሱ ዘለዎ ፍረ ከከብ ዓይነቱ ኣብ ምድሪ ዝፈሪ ኦም ተውጽእ በለ። ከምኡ ድማ ዀነ። እታ ምድሪ ሣዕርን ከከም ዓይነቱ ዘርኢ ዚህብ ብቝልን፣ ዘርኢ ኣብ ርእሱ ዘለዎ ፍረ ዚፈሪ ኣእዋምን ከኣ ኣውጽአት። ኣምላኽ ድማ ጽቡቕ ከም ዝኾነ ረኣየ፣ ምሸት ኮነ ብድሓትውን ኮነ፣ ሣልሰይቲ መዓልቲ። ኣምላኽ ድማ ንመዓልቲ ካብ ለይቲ ዚፈሊ ብርሃናት ኣብ ጠፈር ሰማያት ይኹኑ፣ ንዘበናትን ንመዓልታትን ዓመታትን ከኣ ንመፈለጥታ ይኹን ኣብ ምድሪ ንምብራህ ኣብ ጠፈር ሰማይ ብርሃናት ይኹን በለ ከምኡ ድማ ኾነ ኣምላኽ ከኣ ኽልተ ዓበይቲ ብርሃናት ገበረ እቲ ዓቢ ብርሃን መዓልቲ ኽሰልጥን እቲ ንእሽቶ ብርሃን ድማ ብለይቲ ኪስልጥን ከዋኽብቲ ውን ገበረ። ኣብ ልዕሊ ምድሪ ምእንቲ ከብርሁ፣ ኣብ መዓልትን ኣብ ለይቲን ድማ ኪስልጥኑ፣ ንብርሃን ውን ካብ ጸልማት ኪፈልዩ፣ ኣምላኽ ኣብ ጠፈር ሰማይ ገበረ። ኣምላኽ ድማ ጽቡቕ ከም ዝኾነ ረኣየ። ምሸት ኮነ ብጊሓቱን ኮነ ራብዓይቲ መዓልቲ። ኣምላኽ ድማ ማያት ህያው ነፍሲ ዘለዎም ሙንጅርጅር ዝብሉ እንስሳ የውጽእ፣ ኣብ ልዕሊ ምድሪ ኸኣ ትሕቲ ጠፈር ሰማይ ከኣ ኣዕዋፍ ይንፈራ በለ። ኣምላኽ ድማ ነቶም ዓበይቲን እንስሳ ባሕርን ነቲ ማያት ዘውጽእ በብዓይነቱ ህያው ነፍሲ ዘለዎ ውንጅርጅር ዝብል ኩሉን ክንፊ ዘለወን በብዓይነተን ኩለን ኣዕዋፍን ፈጠረ። ኣምላኽ ድማ ጽቡቕ ከም ዝኾነ ረኣየ፣ ኣምላኽ ድማ ፍረዩን ተባዝሑን፣ ንማያት ባሕሪ ምልእዋን፣ ኣዕዋፍ ከኣ ኣብ ምድሪ ይብዝሓ ኢሉ ባረኾም። ምሸት ኮነ ብጊሓቱን ኮነ ሓሙሰይቲ መዓልቲ። ኣምላኽ ድማ ምድሪ ህያው ነፍሲ ዘለዎ በብዓይነቱ እንስሳ ለመምታን ኣራዊት ምድርን በብዓይነቱ ተውጽእ በለ። ከምኡውን ኩባእ። ኣምላኽ ከኣ ኣራዊት ምድሪ በብዓይነቱን እንስሳ በብዓይነቱን ኵሉ ለመምታ ምድሪ ኸኣ በብዓይነቱ ገበረ። ኣምላኽ ድማ ጽቡቕ ከም ዝዀነ ረኣየ። ኣምላኽ ከኣ ብመልክዕና ከም ምስልና ሰብ ንግበር፣ ንዓሳ ባሕርን ነዕዋፍ ሰማይን ንእንስሳን ንብዘላ ምድሪ ኣብ ምድሪ ለመም ንዝብል ኩሉ ለመምታን ይግዝኡ በለ። ኣምላኽ ድማ ብመልክዕ ሰብ ፈጠረ፣ ብመልክዕ ኣምላክ ፈጠሮ፣ ተባዕታይን ኣንስተይትን ገሩ ፈጠሮም። ኣምላኽ ከኣ ባረኾም፣ ኣምላኽ ድማ ፍረዩን ተባዝሑን፣ ንምድሪ ኸኣ ምልእዋን ምለኽዋን፣ ንዓሳ ባሕሪ፣ ነዕዋፍ ሰማይን ኣብ ምድሪ ለመም ንዝብሉ ኹሉ እንስሳን ከኣ ግዝኡ በሎም። ኣምላኽ ድማ፣ እንሆ፣ ኣብ ልዕሊ ዅላ ምድሪ ዘርኢ ዘለዎ ዅሉ ኣሕምልትን ዚዝራእ ዘርኢ ዘለዎ ፍረ ኦም ናይ ኵሉ ኣእዋምን፣ ዝበኩም ኣሎኹ እሞ ምግቢ ይኹንኩም ንኹሉ ኣራዊት ምድርን ንኹለን ኣዕዋፍ ሰማይን ህያው ነፍሲ ንዘለዎ ኣብ ምድሪ ለመም ንዝብሉ ኹሉ ኸኣ ኩሉ ለምለም ሳዕሪ ንኽህቦም ሂበዮም ኣሎኹ በለ ከምኡ ድማ ኾነ ኣምላኽ ከኣ ዝገበሮ ዘበለ ኹሉ ረኣየ እነሆ ብዙሕ ጽቡቕ ኮነ ምሸት ኮነ ብጊሓት ውን ኮነ ሳዱሰይቲ መዓልቲ።